Eritrean Gabla TV.
ሕራይ እ፣ እስከ ሕራይ ሕጂ ናብ ናትካ ስነ ጽሑፋት ክሰግር እ፣ እታ ቀዳመይቲ መጽሓፍ ናትካ ኣየነይቲ እያ ቀዳመይቲ መጽሓፍ ሰዋስው እያ መቸም ኣብ ሽወደን ኮለና ትፀገምና እንታይ እዩ ነይሩ ካብ ዓዲ መፅሓፍ ምምፃእ እዩ ደሓር ከምዚ ዝብለኩም ወኒ ናይ ሰዋስው ስለ ዝነበረኒ እሞ ከዓ ተምሃሮ እውን ክሳዕ ካልኣይ ደረጃ በፅሑ ስለ ዝነበሩ ብቲ ግዜ እቲ ኣብ ሰማንያን ትሽዓተን ነዚኣ ፅሒፈ እያ ባዕለ እየ ኣብ ኮምፒውተር በታ በቲ ናህና ዝነበረ ሲስተም ፅሒፈ እያ ትኺላ ከዓ ናብ ማሕተም ከይዳ ግን ኣብ ምሕታማ ፅቡቅ ዕድል ዝገበርናዮ እቲ ክፍሊ ትምህርቲ ናይ ሽወደን ሓጊዙና እዩ ሓጊዙና ግን ባዕሉ ዝሸጦ ኣነ ደፊዐ ተሪፈ ግን ገለ ቁሩብ ህያብ ሂቡና መስለኒ ናይ ዝፀሓፍኩዋ እዛ ስእሊ እዚኣ ኣነ ሓሲበያ ጣዕሚ ከዓ ኣዳሚቑ ማለት በቲ ናቱ ሕእልነት ስኢልዋ ብፍላይ ኣብዚ ኣብ ቪው ቁርብ ክሳይ ጉሕምጥምጥ ዝበለ ነይሩ ከምቲ ዝብለኩም ትምህርቲ ናይ ኣርክቴክቸራል ድራፍቲንግ ስለ ዝነበረኒ በቲ ምስኡ መሰረት ገይረ ተሓባቢረ እዮ ዝኾነ ኮይኑ ተዓመ ምስ ምስጋና ነዚኣ ሂቡኒ እተን ኣብዚኣ ዘለዋ እንታይ እየን ሰዋስውሲ ብመሳልል እዩ ዝም ሰዋስው ማለት መሰላል ማለት ነው ኢሎም እዮም ኣምሓርኛ ምሂሮምና ሕጂ ካብ ዘይእሩም ቋንቋ ናብ እሩም ቋንቋ ዘስግር ወይ ዘይደይብ ክእለት ወይ ብልሃት እዩ እዮም ዝብሉ ሕጂ ኣብዚ ኣፅሕፎ ዘለዎ እንታይ ይመስለኩም በከመ ተከሉ ኣበዊነ ሰዋስወ ወኣርጉ ከምቲ ኣቦታትና መሳልል ተኺሎም ዝደየቡ ንህነሂ ንትከል ሰዋስወ ወንእረግ ንሕናውን ንሕናውን መሳልን ንትከል እሞ ንደይብ እያ ትብል እታ ጥቕሲ እዚኣ ብግእ እዚያ እወ ኣቦታትና ተኺሎም ከም ደየቡ ሕጂ ኣብታ ናይ ኣቦታትና እንተሪእኹም ኣብታ ማዕዶ ድሕሪት ሓደ ደብተራ ድዮም ንበሎም ዋላ ሓደ ምሁር ናይ ቀደም ድዮም ንበሎም ወይ ሓደ ሃለቃ እዮም ንበሎም ብመሳልል ደይቦም ኣብዚ ከምዚ መሐለው ናይ ጭራሮ ዝግበር ኣጉዶ መሳሊ ኣብኡ ኮይኖም እዮም ዝመራመሩ ዘለዉ ሕጂ ኣቦታትና ከም ዝገበርዎ ንሕና ግን ኣብዚ ጥጡሕ ቦታ ደይብና ንምሃር ብጥጡሕ ዕድል ቀሪብልኩም ኣሎ እዚ መጽሓፍ እዚ ዓይነት ከተስምዕ እየ ገይረዮ በዚ ድሕሪት ሓንቲ ግጥሚ ገይረ ኣለኹም እሰን ንስም እያ ትገነግር ስምሲ ሓሙሽተ ክፍልታት ኣለዎ ኣንብበልና ወኸላ ንሰምዓ ከመን እወ ሕጂ እታ ስእሊ እንታይ እያ ኣስማት ተፀውኦ ብሓደ ይስርዑ ንኣብነት ራህዋ ጀሚላ ሳራ ሳልዕ ኪዳነ ናስር እዚኦም ኣስማት ተፀውዖ እዮም ሕጂ ራህዋ ጀሚላ ሳራ ጓል እየን ጠቕላሊ ሽማ ኣለወን ጓል ትብል ሳልሕ ኪዳነ ናስር ወዲ እዩ ኣደይ ለቱ ኣሞይ ኣበባ ኣደይ ዓዚዛ ከኣ ኢለዮ ኣለኹ ሰበይቲ እየን ሸቃ ሃብተ ኣቦይ ነጋሲ ሸኽ ሓሰን ድማ ሰብኣይ እዮም ጓል ወዲ ሰበይቲ ሰብኣይ ናይ ሓባር ስም እዮም ዝበሃሉ ነቶም ብሓደ ጸዋዕናዮምሲ ኣሕቢሮም ጸውዑ እዞም ናይ ሓባር ድማ ንይጥቕለሉ ጓል፣ ወዲ፣ ሰበይቲ፣ ሰብኣይ ኩሎም ተኣኪቦም እንታይ ይኾኑ? ህዝቢ። ህዝቢ ከዓ ኣብ ላዕሊ ነውሪ በቃ እዚ ከዓ ህዝቢ ናይ ናይ ጥቕልል ስም ይበሃል ሕጂ ነዛ ግጥሚ እንታይ ወሲደ ዘላ ኣስማት ተፀውኦ ብሓደ ይስርዑ ሓባር ተባሂሎም እሞ ይፅውዑ ድሕሪኡ ተረቢቦም ሓባር እውን ብድምር ንቕድሚት ኣድሂቦም እንደኦም ክዕምር ብሓደ ተጠርኒፎም መንገዶም ይቕጽሉ ረቂቕ ኣቕሑ ትሪፎም እኩብ ይበሃሉ ረቂቕን ኣቕሑን ኣብዚ እነውለ እዚ ናይ ግዙፍ ኣካል ኮንክሪት እዚ ድማ ኮንስትራክ ሕጂ ርእ ተዓዛቢ ተመልከት ኣንባቢ ግዙፍ ተሰሓቢ ተዓኒዱ ሓሳቢ ክኣቱ ይክእልንዩ ሓሳብ ረቂቅ ኮይኑ ኣብ ደገ ተሪፉ ሳንዱቅ ግን ፈቲኑ ክኣቱ ብግዝፉ ኣነስ ገዚፍ እንድየ ኢሉ ግን ኣይሰብን ኢኻ እስኻ ቆሳቁስ ኢኻ ኣቕሓ ኢኻ እቶም ሓደ ስፍራ እቶም ሓደ ስድራ ሰለስተ ትውልዲ ኣብቲ በሪኽ ስፍራ ክኣቱ መኣዲ ብዘይ ገለ ጸገም ይኣትዉ ናብ ቤቶም ኣብ ደገ ገዲፎም ክልተ ኣሕዋቶም ስለዚ እዚኦም ክጥቅለሉ ይኽእሉ እዮም እዚኦም ግን ተደራብዮም ኮንክሪት and ኣብስትራክት ማለት እዩ ዳሓር እየ ገጢመያ እዚኣ ክንደይ ግዜ ወሲዳ እዚኣ ክትውዳእ ማለት ከመይ ካብ ነዊሕ ዓመታት ድዩ ነይሩ ዋላ ኣብ ሓፂር ግዜ ካብ ወዲእኻ ኣብ ሓፂር እዩ ኣ- ናተይ እንታይ ኣሎ ኮፍ እንተኢለ ስቕ ኢለ ዝፅሕፍ እቲ ዝጽሕፎ ኣብኡ ከለኹ እንዳኣረምኩ እኸይድ ሕጂ እውን ክዛረብ ዝጽሕፎ መጽሓፍቲ ረኣዩለይ ኣይብልኒ ኣይፈልጥን እየ ንምንታይ ከምኡ ከም ዝኾንኩ ክሀውትቱን እዮም እየ ዝብል ነዚኣ ዝኣምነላ የንብባ ዘይኣምነላ ድማ ድላይ ይበለኒ ዋላ ይፃረፈኒ እየ ዝብል ሕጂ እዚኣ ሰማንያን ትሽዓተን ድያ ተወዲኣ? ሰማንያን ትሽዓተን ኣብ ቀዳማይ ወርሓት ናይቲ ዓመት እዩ። ሰማንያን ሸውዓተን ኢና ተዓዊትና ኮምፒውተር። ድሕሪኡ እቲ ካልእ መጽሓፍቲ ምጽሓፍና እዚኣ እምበኣር ክጽሕፍ ኢለ ከይሕሱ ምናልባት ናይ ኣዋርሕ ጥራይ እያ ግን ጸኒሑ እቲ ክሳይ ሓንቲ ዓባይ ሓገዝ ነዚኣ መን ረኺበ ኣባ ኣማሓ ዝበሃሉ ኣባ መቴዎስ ሓጎስ ዝበሃሉ ፈላሲ ናይዞም ገዳም ሲታውያን እዮም ቀደም ብቆልዑትና ቀደም ብቆልዑትና ኣብ ሓምሳን ሸውዓተን ዝፀሓፍዋ መፅሓፍ ነዚኣ ትመሳሰል ኣላ ሕጂ ክገርመኩም እዚኣ ናይ ተኬ መዘ ሰዋስው ናይ ወዲ መምህር ሳህለ ሰዋስው ናይቶም ሰብኣይ ሰዋስው ኣፀቢቕና ንመሳሰል ንራኸብ ብሓንሳእካ ኣይዓበናን ግን ንራኸብን ንረዳዳእን እወ ኣብ ስዋሱ መራት ንክንመልኮ እንታይ ኢና ክንገብር ዘለና ሓንሳብ ሓንሳብ ኣብዚ ክንፅሕፍ ከልና ክሪኦ ከለኹ ሲ እወ ብፍላይ በቶም ክኢላታት ክረኣ ከሎ ፅሑፍ ኣይኮነን ድበሃል ሕጂ እንታይ ኢና ክንገብር ዘለና ከነዕብዮ እንታይ ክንገብረላ ሕጂ ንኣብነት ስኻስ ኣይተማሃርካያን ግን ከኣ ኣብ ቋንቋ ዘለካ ምልከት ድሮ ናብ መጽሓፍ እውን ሰጊሩ ኣሎ። ንሕና ከ እንታይ ኢና ክንገብር ዘለና?
ሰዋስው ከም ቆልዓ ኮይንካ ካብ እቶም ሸሞንተ ክፍልታት ዘረባ ከተጽንዖምን ከተለልዮምን ኣሎካ። ቅድም ንኣብነት ስም ከተልዕል ከለኻ ተስፋይ ኣሎ፣ ግርማይ ኣሎ፣ ዓዚዝ ኣሎ፣ ለተብርሃን ኣሎ፣ ኩሎም እዚኦም መጸውዒ ብዕራይ ኣሎ ናይ እንስሳ መጸውዒ እዩ መጸውዒ ዘበለ ነገር ኩሉ ስም ከም ዝኾነ ሕዝ ሕጂ ግብሪ ከዓ ዘርኢ ኣሎ በልዐ ሰተየ ጸሓፈ ተጻወተ ከደ መፀ ግብሪ እዮም ዘርእዩ ሕጂ ክልተ ነገር ጥራይ ከምፅኣልካ ስም ኣሎ ግሲ ኣሎ። ስምን ግስን ብሓንሳእ ኮይኖም ምሉእ ሓሳባት ከቕርቡ ይኽእሉ እዮም። ዘስምዕ ዘረባ፣ ብርሃነ መጺኡ እንተኢለሲ፣ ብርሃነ ስሚዑ፣ መጺኡ ከኣ ቀጽ እባ ግሲ እዩ። ማኪና ተሰይራ፣ ማኪና ሽም እዩ፣ ተሰይራ ድማ ግብሪ እዩ፣ ከም ተሰብረት ዘርኢ እዩ። ጸሓይ በሪቓ፣ ጸሓይ ስም እዩ፣ በሪቓ ድማ ግሲ እዩ። እዚኦም ክልቲኦም ሓቢሮም ዘስምዕ ምሉእ ሓሳባት እዮም። ሕጂ ነዚኦም ነቃምሞም። ሎሚ ንግሆ ፀሓይ ደንጉያ በሪቓ፣ ፀሓይ በሪቓ እንዲያ ነራ ዓንቶ እዩ። ሎሚ ንኮ መሊእና ደንጉያ መሊእና፣ ሎሚ ንኮ ግዜ ገሊፅና። ደንጉያ ነቲ ዝበረቐቶ ቀልጢፋ ከም ዘይበረቐት ነጊርና። እቲ ደንጉያ ነቲ በሪቓ ገልጾ። ምሽ ግሲ እዩ ነይሩ እቲ እቲ ደንጉያ ተወሳኺ ግሲ ኸውን ኦኬ ከምጽኣልኩም ተመሃራይ የጽንዕ ስም ግሲ ተስምዕ እያ ንፉዕ ተመሃራይ ኩሉ ግዜ የጽንዕ። ንፉዕ ንመን እገልጽ ኣሎ? ንተመሃራይ። ኩሉ ግዜ ከ ንመን እገልጽ ኣሎ? የጽንዕ። እዚ ኩሉ ግዜ ነዚ ግሲ ስለ ዝገልጽ ተውሳክ ግሲ እዩ። እቲ ንፉዕ ነዚ ስም ስለ ዝገልጽ ቅጽል እዩ። ቅጽል ኩሉ ሳዕ ንስም ይገልጽ። ነዊሕ ወዲ፣ ጽቡቕቲ ጓል፣ ጸላም መዓልቲ ሕጉስ ሰብኣይ፣ ነባሒ ከልቢ እዚኦም ተን ቀዳሞት ቅጽል እዮም፣ እቶም ድሕሪኦም ዘለዉ ስም እዮም። ስለዚ ከከምዚ ጌርካ ኢኻ ተራብሖ። ኣብ ገለ ወገን ከምኣ ገይረ ጽሒፈ ኣለኹ። ኢንፋክት ከምዚ ስእሊ ዓይነት ክብር ኣቢለ ስም እባ ቅጽል ንስም ክገልጽ ከሎ ኩናት ገይረሉ ተውሳክግሲ ንግእሲ ክገልጽ ከሎ ክናገር ኣሎ ሕጂ መምህር ይሃርም ንኣብነት ንበሎ ወይ ድማ ይሃርም ንበሎ ዳ መምህር ስምዩ ይሃርም ግስዩ ሕሱም መምህር እታ ሕሱም ነቲ መምህር ትገልጽ ኣላ ሕሱም ቅጽል እያ ይሃርም ንይሃርም ተኸናና ኣበርትዑ ይሃርም ወይ ድማ ኩሉሳዕ ይሃርም ንኮንኮ ይሃርም እተን ንኮንኮ ኩሉሳዕ ነታ ይሃርም ገጻ ስለ ዘለዋ ተወሳኺ ግዜ ከምዚኣ ገይረ ኣብ ሓንቲ ወገን ስእሊ ገይረላ ኣለኹ ነዚኣ ከም ስእሊ ተወሲድካያ ኩሉ ሳዕ ሓንቲ ዘረባ ጸገም ይብልካ ሕራይሞ ስለዚ እታ መጽሓፍ ስዋሱ ወዲእናያ ኣለና ብድሕሪ እዚኣ ኸ የንቲኣ መጽሓፍካ ስዒባ
ድሕሪ እዛ መፅሓፍ ሰዋስው ዝፀሓፍኩዋ መፅሓፍ እዚኣ እያ ትምህርቲ ትግርኛ ንካልኣይ ደረጃ ትብል ትሕዝቶ ናይዛ መፅሓፍ እዚኣ ምስ ካሪክለም ናይ ሽወደን ተተሓሓዘ እዩ ኣብ ሽወደን ካልኣይ ደረጃ ዝመሃሩ ተምሃሮ ዝተፈላለየ ኣርእስቲ እዮም ዝመሃሩ ስለምንታይ በሲሎም ክኸዱ ኣለዎም ብዝኾነ ኣብ ሽወደን ዓስራይን ዓሰርተ ሓደን ዓሰርተ ክልተን እዩ ካልኣይ ደረጃ ዝበሃል እምበር ክሳዕ ታሽዓይ ኣብ ኤለመንተሪ እዮም ዝመሃሩ ኣብዚ ስነ ጽሑፍ ሕብረተሰብ ባህሊ ታሪኽ ቋንቋ እዚአን ሓሙሽቲኤን ኣድለይቲ ኣርእስቲ ስለ ዝኾና ሓሙሽቲኤን ተንተርቲረን ክገልጽ ፈቲነ ኣለኹ ስነ ጽሑፍ ክገልጽ ምስ ሰዋስው ኣተሓሒዙ፣ ቋንቋውን ክገልጽ ምስ ሰዋስው ኣተሓሒዙ፣ ንሕብረተሰብና ዝርኢ ሕብረተሰብ ናይ ኤርትራ እንታይ ይመስል ምስ ካልኦትከ ከመይ ይመሳሰል ዝብል፣ ባህሊ ናይ ኤርትራ ከመይ'ዩ እንታይ ዓይነት ባህሊ ኣለና ታሪኽናኸ እንታይ ይመስል ኢላ እትገልጽ'ያ። ንኻልኣይ ደረጃ እቲ ዝመሃርዎ፣ ኣብ ሰሙን ሓደ ሰዓት ጥራይ እዩ ትግርኛ ትግርኛ ንሰለስተ ዓመት ትኸይድ እዛ መፅሓፍ እዚኣ ቀዳማይ ናይ ቀዳማይ ዓመት ኮርስ ተባሂሉ ሄለ እናበለ እዩ ዝኸይድ በብመጠኑ ድማ እናበርትዐ ይኸይድ ኣብ መወዳእታ ተምሃሮ ነዚ ምስ ሓለፉ ልክእ ከምዚ ኣብዚ ማትሪክ ዝወሃብ ናይ ካልኣይ ደረጃ መወዳእታ ፈተና ይወሃቦም ነዚ ትምህርቲ እዚ ወዲኦም እንተ ብፅቡቕ ሓሊፎም ንሽወደን ኣብ ዩኒቨርሲቲ ዘእቱ ከም ሓደ ቋንቋ ከምዚ እንግሊዝ ምናልባት ፈረንሳ ወይ ገለ ወሲካ ትምሃሮ ትግርኛ ተማሂረ ኢሎም ምሉእ ነጥቢ ከምተን ካልኦት ሒዞም ናይ ሓደ ዓይነት ትምህርቲ ትምህርቲ ከም ዘለዎም ገይሮም ኣእትዎም ምስ ካልእ ዝመሃርዎ ኣብ ትግርኛ ጥራይ ከይተወሰኑ መቸስ ብሽወደን ዝመሃርዎ ታሪክ ኣሎ ጂኦግራፍ ኣሎ ሕብረተ ትምህርቲ ኣሎ ሕሳብ ኣሎ እዚኣ መመላእታ ናይ ቋንቋ ትግርኛ ተባሂላ ምስ ኣተን ተመዓራርያ ተሕልፎም ኤርትራውያን ጥራይ ንድማሃርዋ እዚኣ መን ይመሃር ኤርትራውያን ጥራይ ኤርትራውያን ትግርኛ ዝደለዩ ተጋሩ እውን ነይሮምና ትግርኛ ክመሃሩ ዝደልዩ ተጋሩ እውን ነይሮምና ኢትዮጵያውያን
ስለዚ እቶም ኣብ ነዚ መፅሓፍቲ ዝመሃሩ እንታይ ዓይነት ውፅኢት ትረኽቦ ኣለዎም ማለት ኣብ ቋንቋ ትግርኛ ብሓፈሽኡ እንታይ ምዕባለታት ትርእየሎም ይገርም እዩ ካብ ቀዳማይ ክፍሊ ኣትሒዞም ክመሃሩ ስለ ዝጸንሑ በዚ መጽሓፍቲ እዚ በዚ ናይ በዓል ምንያ ንቋንቋ እናመለኽዎ እዮም ዝኸዱ ንኣብነት ንሱ ናይ ጀመርቲ እዩ እቲ ናይ ኢድ ፅሕፈት ኣብኡ ዘሎ እሱ ናተይ እዩ ናተይ ካሊግራፊ እዮም ወሲዶም ኣብ ሽወደን ዝዓበዩ ቆልዑ ዕድል ድሕሪኡ መፅሓፍ ንባበይ ሓደ ትብል ኣላትና ድሕሪኡ ሕውስዋስ መላመዲ ዝበሃል ኣሎ ድሕሪኡ መጽሓፍ ንባበይ ክልተ ካልኣይ ደረጃ እዩ እዚ ኣርባዕቲኤን ኣብ ኤሌመንተሪ ይውድእዎ እዚ በዚ ተነዲቖም ስለ ዝጸንሑ ተምሃሮ ኣብ ካልኣይ ደረጃ ምንም ጸገም የብለውን ክምሃሩ ማለት እቶም ንፉዓት እቶም ግዱሳት ኣበይካ ትሪኦ ንሳቶምን ወለዶምሲ ክሳዕ ክንደይ ከም ዝጻዕሩሉ ነቲ ቋንቋ ኢኻ ትርኢ ብዝያዳ ከኣ ተገዳስነት ነይሩ። ኣውራ ንሕና ኣብ ዝመሃርናሉ ግዜ ከኣ ናይ ቃልሲ እዋን ስለ ዝነበረ ተስፋ ነይሩ። ቋንቋኻ ፍለጥ፣ ሃገርካ ፍለጥ፣ ሃገርካ ፈሊጥካ ምስ ኣሕዋትካ ብዘይ ገለ ጸገም ክትሕወስ ኢኻ። ሕጂ ደቅና ኣብኡ ዝዓበዩ ምንም ጸገም ኣብዚ መጺኦምሲ ምንም ጸገም ረኺቦም ኣይፈልጡን እዮም። ከምዛ እንታ ኮነኩም ካብ ሽወደን ዝመፁ ቆልዑ ድሕሪ ናጽነት ኣብዚ ምስ መጹ ምስዚ ህዝቢዚ ክዋሰቡን እባ ክወሃሃዱን ክረዳድኡን ብቋንቋ ድማ ክሰማምዑን ምንም ጸገም ረኺቦም ኣይፈልጡን እዮም። ስለዚ ኣፍ ኣፍርዮም እዮም ኢልካ ኢኻ ትረኣዮ ትርእዮ ጠቒሙና እዩ ንዓና ከዓ መሳርሒ ረኺብና ክንምህረሉ ክኢልና ኢና እዘን ናይ ቀዳማይ ደረጃ ዝበልካየን መፅሓፍቲ ክርእየን ከለኹ ኩለን ብሽም በዓልቲ ቤትካ ምንያ ፀጋ እዩ ዝብል ኣሎ ልክዕ።
እሳ ባዕላ ደሪሳቶ ዋላ ብ ናትካ ሽም ኢካ ንዓ ሂብካያ። ኣይኮነን
ንሳ እያ ምንያ ተገዳስነት ኣሎ ክገብር እየ በሃላይ ማህሊት ከኣ እያ ምትሕብባር ኣሎ ንኣብነት እቲ ናይ ኢድ ጽሑፍ ናተይ እዩ ብፍላይ ኣብታ ቀዳማይ ኣብ ሓሳብ ኣወሃህባ እውን ኣሎ ንኣብነት ኣብ ኔው ዘለዉ ቆልዑ ቅድም ቅድም ሓንቲ ሰዓት ጥራይ እዮም ኣብ ሰሙን ዝመሃሩ ድሓር ከዓ ሕንቃቃ እውን ኣሎ ብመጠኑ ካልእ ቋንቋ ሓለፋ ካብቶም ካልኦት መማህርቶም ተምሃሩ ክትብሎም እውን ምውጣጥ እዩ ሕጂ እንታይ ጌርናዮ መጀመርያ ክልተ ዝእግሮም ፊደላት የፅንዑልና ጥራይ ኢልና በ ኣብ ርእሲኣ ከለላ ጌርካ ሰ በዚ ቐርኒ ጌርካ ከ ለ ኣጓዛጒዝካ ሕጂ ኩለን እተን ክልተ ዝእግረን እየን ቅድም ተሰሪዐን ዘለዋ ነዚኣተን ቡ ቢ ባ ቤ ቦ ክትገብር ንቡ ኣብ ኩሊታ ኣጥብቐላ ትብሎም ቢ ኣብ እግራ ኣትወላ ትብሎም ብ እግራ ሖንክሳ ትብሎም። ብ ቀለቤት ግበረላ ወይ ኩዕሶ ትሕዛ ትብሎም። ሳድስ ኩሎም ብርቱዓት እዮም በይኖም ፈሊና ንምህሮም። እሳብ ድማ ሓደ እግራ ሓንክሳ ቦ ሕጂ ሎ ፍልይ ዝበለት እያ ካብ ካልኦት። ስለዚ እተን ፍሉያት ዝኾና እንዳ ገበርካ ነተን ናይ ሓባር ቅርጽን መልክዕን ጌረን ዝልወጣ እንዳ ነገርካ ትኸይድ። ሕጂ ሓደ እግሮም ትመጽእ ገ ተ ን ዚኣቶም ከኣ ሓደ ዓይነት ኣገባብ ናይ ኣለዋውጣ ኣለዎም። ሕጂ ሰለስተ እግሮም ትመጽእ ጠ ጨ እናበልካ ምስኡ እቶም ከበብቲ መ ወ ዐ እዚኦም ከኣ እቶም ከበብቲ ፍሉይ ጉጅለ ትገብሮም ካብኡ እዞም በዓል ኮ ቆ ጎ ዝመሰሉ ሰሪሕካ ምንም ጸገም ዘይብሉ ከጽንዕዎ ክእሉ ድሓር ብተክኒክ እዮም ዝሓስቡ እቶም ኣብ ደገ ዘለዉ ተምሃሮ ኣተሓሳስበኦም ብገለ ምንጽጻር ወይ ብገለ ብልሓት ገይሮም እዮም ዝመሃርዎ እዚአን ኣብታ ቀዳመይቲ ፊደላት መሰንበቡ ኣብታ ካልኣይቲ ቃላት ንኣብነት በሰለ በን ሰን ለን ኣለዋ በለት በን ለን ሰን ኣለዋ ገመል ገን መን ለን ኣለዋ እዚኤን ገይርካ ምስ ስእለን ቃላት ምንባብ ለምዱ። ድሕሪ ቃላት ምንባብ ሕጂ እታ ሕውስዋስ መላመዲ ነዘን ኣብ ክልቲኤን ዝተማህርወን ሓዋዊስካ ንኣብነት በሰለ በሱሎ ገለ ንኣብነት ዝልውጠሎም ኣየነይቲ እያ ቅንዕቲ እናበልካ ትምህሮም እና በሰለያ በሲሉ ማለት እናበሉ ኸኣ ንዕእን ፈፋፍልዮን። እዚኤን ሰለስቲኤን ምስ ወድኡ ኣብ ሳራብዓይቲ ጽውጽዋያትን ገለን ዘለዎ ይመሃሩ። እዚኤን ክኢሎም ስለ ዝጸንሑ ኣብ ናይ ካልኣይ ደረጃ ክኣትዉ ከለዉ በብቕሩብ ኢኻ ትኸዶ። ደረጃ ሃየ ደረጃ ለ እንዳበለ እዩ ዝኸይድ። ምንም ጸገም ኣየህቡኻን።
ነዚ መጽሓፍ እዚ ክጽሕፉ ከለኹ ምስ እንታይ ይሓስብ ኣለኹ ኣብዚ ንሕና ንጥቀመሉ ብዛ ናይ ሃገርና ዘሎ ካልክለም ምዚ ድመሳሰል እዩ ብዙሕ ፍለለይ እውን የብሉን ከመይ መፅኡ ማለት ሲ ናይ ሓባር መረዳእታ ነይርኩም ድዩ ዋላ ገለሰ ካሕስበኒ ፀኒሑ ሓቅኻ
ክልተ ነገር ሓስብ ወይ ኣብ ዘዘለናዮ ኮይና ሓደ ዓይነት ኣተሓሳስባ መፂኡና ኣሎ ከምዚ ምስ በዓል ተኪኤ ብሰዋስው ንረዳዳእ ወይ ድማ ምናልባት እውን በኣጋጣሚ ሓደ ዓይነት ኣተሓሳስባ ነይሩና ክኸውን ይኽእል
ካልእ እንታይ ክሓስብ ፀኒሐ ሲ በዓልቲ ቤትካ ንስኻንሲ ኣብ ስነ ጽሑፍ ኣለኹም ክልቲኦም ምክንያቱ ክሪኦ ጥረ ከለኹስ ኣብዚ ርባዕተ ኣለዋ ኣብዚ እውን ልቢ ወለድ ክልተ ኣለዋ ካልእ ናይ ጽውጽዋያት እውን ርእላ ኣለኹ ጽውጽዋያት ኣለዋ ገለ ሸውዓተ ሸሞንተ ዝኸውን ጽውጽዋ ዝተርጎመቶን ጽውጽዋያትን ከዓ ኣለዋ እዚ ዓይነት ስራሕ ሲ ኣብ ፍቕርኹም ሓምሳን ገና ዓመታት ንክትገብሩ ኣስተዋጽኦ ነይርዎ ዶ ኸውን ኢላ ሓሰብ ሕጂ እስከ ከመይ ትሪኦ ሓሰብካ ትብል ዶ የብል እዩ እንታይ ክኸውን ይኽእል መስለካ ኣብ ሓንቲ ጋንታ ዝፃወቱ ተፃወቲ ዓነ ሕጂ ሓሳባት መፅኡኒ ክፋተው ንበይላ ዓይነት እዩ ካብ ደቂ ደን ንላዕሊ ፋተው ብፍላይ ክልቴኻ ሓለፍቲ ተኮንካ ሸሞንተን ትሽዓተን ወይ ዓሰርተን ገለ ኣጥቃዕቲ ኮንካ እቲ ኣላኽህብ እቲ ኣላኽህብ ክትራዳእ ትፋቶ ኢኻ እቲ ሂቡ ትኸእቱ ከሎ ትፋቶ ኢኻ ሕጂ ግደ ነይርዎ ክኸውን ይኽእል እዩ ሓቅኻ የብል እዩ ስለምንታይ ኣብ ሓደ ዕላማ ኢና ተጸሚድና ንጽቡቕ ከዓ ስለ ዝኾነ ከም ኣነ ዝግምቶ ኣብ ሓትሕና ከነተሓታተት ወይ ሓግዘኒ ወይ ሓሳባት ሃበኒ ክንበሃሃልሲ ኣይጽላእን እዩ ነይሩ እዚስ ደጊፉና ክኸውን ይኽእል እዩ ፅቡቅ ሓሳባት ኢኻ ምፅእካ ኣይ ኣሰፊሕናሉ ግን ዘይንፈልጥ ሓራይ ፅቡቅ ሕጂ ክንቅፅል ናብታ ሳልሰይቲ መፅሓፍ ናትካ ክሰግር ኣየንቲ እያ ካብዘን ክልተ ብዝደለዋ ጉዕዞ እዛ እዚኣ ጉዕዞ ወዲ ኣርባዕታት ንሰብዓ ዓመታት ትብል እያ መብዛሕትኣ ታሪኸይ እያ ታሪኸይ ጥራይ ዘይኮነት ከዓ ታሪክ ደቂ ሃገርና ብሓፈሻ ታሪክ መሳቶ እዩ እዚ ትሓትሉ ዘለኹም ሲ ይብዛሕ ይውሓት ኣብዚ ይምለስ እዩ ግብረይ ስርሐይ ፀወታይ ዕላለይ ኣብዚ ኣሎ ኣነ እዘንትዎ እየ ዘለኹ ግን እስኻትኩም በቲ ትርድእዎ መገዲ ትርድእዎ ቁሩብ እንታይ ክህሉ ክእል ኣብዚ ናተይ ባህሪ ካብ መዛኖይ ቁሩብ ፍልይ ይብል እዩ። ብኹሉ ጽቡቕ ራዳእን ሓፈሻዊ ባህሪ ናይ ወዲ ሃገርና ከርኢ እጸንሕ እሞ ፍንትት ዝበለ ጠባይ ከኣ ኣለኒ። ንኣብነት መገሻ መገሻ ዝፈቱ ሰብ ብዙሕ ኣይረክብን እየ። ኣነ ካብ ንእስነተይ መገሻ ፈቱ ነይረ። ሓደ ግዜ ሲ ልክዕ ቅድሚ ስሳ ዓመት እዩ ብስሳን ሓሙሽተን ምስ ደቂ ባንኪ መሳርሕተይ ተመሳቶይሲ ስምዑንዶ ንኣዲስ ኣበባ ንኢትዮጵያ ንግሽ ኢለ ሓሳብ ኣቕሪበሎም ሕራይ ንግሽ መዓስሞ መስከረም ኾነልና ተጸቢና መስከረም እህቶ ኣብ መስከረም ቀሪባ ኣላ ተበልኩ ሓደ ካብኣቶም ምድድ ዝብል ስኢነ ዓበ ሓወይ በየነ ስማዕ እንዶ ኣዲስ ኣበባ ከምዚኣ ኢለስ ኣዕሩኽትና ኣዕሩኽተይ ከዓ ዋላ ዕጥይጥይ ኢሎም እሞ ዘይጋየሸካ ኢሉኒ ኣድቨንቸር ዝንሱ ከዓ ኣዲስ ኣበባና ኸይንዳ ካልእ ግዜ ማሕበር ትያትር ኣስመራ ንኢትዮጵያ ቱር ክገብሩ በዓል ርኣያ በዓል መምህር ኣስረስ እዮም ብመወዳእታ ስሳን ሽዱሽተን ኣብ ባንክና መፀኒ ርኣያ ኩልሳዕ ንገይሽ ኣለና ናበይ ንኢትዮጵያ ንኽንደይ ንወርሒ ቧዕ እሞ ንማሕበርኩም ኣዛርብቦም እሞ ምሳኻትኩም ዶ ክገይሽ ይኽእል ሕጂ ረኺበ እንዴ ግራት ረኺበ ዘግሹ ዋ ሓቶም ድሕሪ ገለ መዓልታት እሱን ኣስረስን መፂኦም እሞ ምሳና ክትገይሽ ትኽእል ኢኻ ተዘራሪብና ኣሎ ኢና እተን ዘጥፋእናየን ንኣባላትና ኣባልና ስለ ዘይኮንካ ብሕሳብ ናይ ወርሕኻን ናይ መገሻኻን ናይ ገሌኻን ጸብጺብና ነቕርበልካ ንሕጂ ግን ምሳና ተበገስ ኢሎምኒ ታሕሳስ ዓሰርተ ሓደ ኣብሊ ዝከረኒ ስሳን ሽዱሽተን ምስኣቶም ጎንደር ዘሎ ባህርዳር ዘሎ ናዝሬት ኮታ ድሬዳዋ ዘሎ ገለ ምስኣቶም እሶም ደርፎ ኣነ ዛወር ተወዲኡ በቃ ሕጂ እዚ ዓይነት ውን ኣሎኒ ካልእ ናይ ጠባይ ፍልይ ዘብል ታይ እዩ ህዝብታት ዓለም ቦታታትን ህዝብታትን ክርኢ ደልየ ወኒ ነይሩኒ ካብ ንእስነተይ ኩሉ ሳዕ ቅድሚ ክላስ ምእታውና ማፕ ኣብቲ ካርታ ጂኦግራፍ ኩሉ ሳዕ ርኢ ግሮይላንድ ብጅላ እዋይ ከመይ ይነብሩ ኤስኪሞስ ኣብኡ ኣለዉ ገለ ወይ ድማ ቬትናም ርኢ እዋይ ደቂ ቬትናም ከምዚ ካስኮ ዝመስል ክሳ ይገብሩ እንታይ ዓይነት ህዝቢ እዮም ነዚኦም ተትረኽቦም ቦሊቪያ ደቂ ቦሊቪያ ሲ ከም ዝማቕና ሃና ዝመስሉ ገይሮም ይኸዱ ከም ዓድና ቁርዩ እዚታት ኣብ እምረይ ሓዲሩ ነይሩ እድል ኣይረኸብኩን ግን ገሸ እየ ከዓ ብዘይቃልዓለም ሽወደን ምስ ከድኩ እቲ ዓቕሚ እውን ተረኺቡ ዓለም ዘይረ ምናልባት ኣብ ገለ ወገን ርኢኹሞ ትኾኑ እዚ መፅሓፈይ እስያ ብፍላይ ሓደ ብሓደ ክጥብፅቦ ኣይክእልን ቬትናም ኸይድ ፊሊፒን ኸይድ ጃፓን ኸይድ ቻይና ኸይድ ታይላንድ ኸይድ ኢንድያ ኸይድ ኮታ ኣለዋ ዝበሃል ኣብኡ ዓዛተ ሓደ እዋን ግን ምንያ ክትቀንእ ጀሚራ እቲ መገሻይ እሞ ትገሽ ምሳይ ሕራይ ግን ቻይና ወል ተርእየኒ ተኾንካ ኢልሃኒ ቻይና ወለ ዘንቓይ ነይሩ ዋ ቻይና ደኣ ደቂ ሓደ ካብቲ መገደ እዩ ንኸይድ ገርመኩም ዓለም ምሉእ ዜርና ከምዚ ጌርና ንምዕራብ ከድና ብምብራቕ መጺእና ካብ ሽወደን ዓዲ እንግሊዝ ካብ ዓዲ እንግሊዝ ኣሜሪካ ካብ ኣሜሪካ ንሃዋይ ካብ ሃዋይ ንፊጂ ካብ ፊጂ ንኒውዚላንድ ካብ ኒውዚላንድ ንኣውስትራልያ ካብ ኣውስትራልያ ንሆንግ ኮንግ ካብ ሆንግ ኮንግ ሸንጀን ዝበሃል ናይ ቻይና ካብ ሸንጀን ንፔኪንግ ናይ ቻይና ካብ ቻይና ቻይና ወል ርኢና ብዓዲ እንግሊዝ ገና ተመሊስና እዚኣ ንምዕራብ ኬድካስ ብምብራቕ ምምፃስ ሓደ ካብቲ ክስታይ እዚ ናተይ ዝብሎ እዩ ካልእ ግዜ እውን ብዙሕ ገሻላ ምንያ ምሳይ ደቂ ደቅና ከማን ሓንሳእ ስርኪብና ምሳና ዝገሹ ስለዚ ዝተፈለየ ባህርያተይ ማለት እዩ ብሓፈሽኡ ግን ታሪኽ ደቂ ሃገርና እያ ተዘንቱ። ኣተዓባብያና እዚ ዓንተወይ ትብልዎ ጽናሕኩም ከመይ ከም ዝዓበና እንታይ ዓይነት ከም ዝነበርና እውን ብስርዓት ክትንትን ፈቲነ ኣለኹ ብዚ መጽሓፍ እዚ እወ ሕጂ ኣብ ንፈለማ ግዜ መስለኒ ነይሩ ክቡር ኣቦና ኣቶ ተኬ ተስፋይ እውን ዝሓለፈ ሰሙን መጽሓፍ ኣመሪቑ ኣሎ ናይ ቁልዕነቱ እያ ሕጂ ክሪኣ ከለኹ ናትካ 211 እያ ተሓቲማ ማለት እዩ ስለዚ ናይ ፈለማ ዘይኮነ ሲ ሓብታ እያ ረኺባ ኢና ክንብል ማለት እዩ ምክንያቱ ናይ ቁልዕነቱ ኣትሒዙ ንሱ እውን ልክዕ ከምዚ ናትካ ብዝርዝር ዘሎ ፅሒፎ ኣሎ ስለዚ ፅቡቅ ኣጋጣሚ እዩ ማለት ኣብዚ ዓድና ክሪኦ ከለኹም ናይ ኣውቶባዮግራፊ ብዙሕ ተፃሒፍዎ ኣይትረክብን ኢኻ ስለዚ ንካልእ ትውልዲ እውን ገለ ትምህርቲ ክምህር ስለ ዝኽእል ኣዝዩ ፅቡቅ እዩ ሓንቲ ሕቶ ግን መፅኣትኒ እንተ ደኣ ምዛር ትፈቱ ነርካ ኮንካስ ብቆልዓኻ ኸ ከለኻ ኮምሻቶስ መዓስ ረጊጽካ እያ ትኸውን ከመይ ትዝክር እዋ
ኣብዚኣ ምዕባይ ምዕባየ እዩ ዝኸውን ወደሞና ዝኸውን ነይሩ ዳርጋ ፈትወኒ ስለ ዝነበረ ሲ ሕውስ ኢለ ኸይድ ዳሓር ከዓ መብዛሕትኡ መቸም ምዕባይ ምዕባይ ምዕባየይ እየ ብ ትምህርቲ ኣርኪበ ዋላ እቲ ቆልዓይ ከለኹ ሕጂ ከምዚ ምሓዘኦም እዮም ዝሰርሑኒ ነይሮም ኣነ ካብ ብ በርባዓን ትሽዓተን ወዲ ትሽዓተ ዓመት ከለኹ በዓል ፎቶ ኤሪትራ ይገድፍ በዓል ፎቶ ሚላኖ ይገድፍ እዚ በዓል ኪዳነ ምህረት ኣሎ ኮታ ሹቕን ኮምብሻተን ረጊጸ ኣለኹ ወዲ ትሽዓተ ዓመት ከለኹ። ካብኡ ሓሊፍካ ከኣ ሓደ ሓደ እዋን ከም ገለ ተላኢኸ እውን ክሳዕ መርካቶ ዝኸደሉ ነይሩ ወይ ስጋ ክገዝእ ወይ ገለ ብፍላይ መርካቶ በቲ ግዜ እትስ በዚ ሰሜን ኣቲኻ በቲ ደቡብ ዝውፃእ እዚ ዓብ ህንፃ ከይተሃንፀ ከሎ ጓሕጓሕ ነይርዋ ኣቋራጭ ገይረ ኣትዋ ስለዚ ቀልጢፈ ኣትየ ከተማ ክብል ይኽእል